ዓሰርተ ሓሙሽተ ናብቲ ቀዳማይ ሚኒስተር ሕቶ ከቕርቡ ዕድል ረኺቦም ነይሮም። እዞም ኣባላት ምስ ሰላምን ድሕነትን ቁጠባን ዲፕሎማስን እታ ሃገር ዝተኣሳሰሩ ሕቶታት እዮም ኣልዒሎም። ከም ወትሩ ቀዳማይ ሚኒስተር መልሱን መብርህን ኣብ ክልተ ከፊሉ ንኣባላት ባይቶ ኣቕሪቡ። ቀዳማይ ሚኒስተር ኣብዪ ኣሕመድ ኣብቲ ዕትብ ዝበለ መልሱ፣ ካልኦት ሃገራት ንኢትዮጵያ ክወራ ይኽእላ እየን ዝብል ስክፍታ ዘለዎም ሰባት ከም ዘለዉ ብምግላጽ ንጸጥታ ዝምልከት ሰፊሕ መብርሂ ሂቡ። ንሱ ኣብ መግለጺኡ፣ ሎሚ ንኢትዮጵያ ብሓይሊ ክወርር ዝኽእል ኣካል የለን፣ እንተ መጺኡ ድማ ንምምካቱ እኹል ዓቕሚ ኣለና። ክፍተት ስለ ዝነበረና ካብ ደገ እንገዝኦም ዝነበርና ኣጽዋራት ባዕልና ክነፍሪ ጀሚርና ኣለና። ሰባት ኣይንትንክፍን ኢና፣ እንተ ተንኪፎምና ግን ኣይንምሕሮምን ኢና፣ ዘፍርሕ የብልናን ክብል ኣጠንቂቑ። ኣባላት እቲ ቤት ምኽሪ ምስ ወራር ብቐትታ ዝተሓሓዝ ሕቶን ስግኣትን እኳ እንተዘየልዓሉ፣ እቲ ቀዳማይ ሚኒስተር ግን ኣይትሻቐሉ ዝኾነ ወራሪ እንተመጺኡ ኣሕፊርና ክንመልሶ ኢና፣ ንዝኾነ ሰብ ግን ቀዲምና ኣይንትንክፍን ኢና ክብል ተሰሚዑ። ካብዚ ብተወሳኺ ኣብይ ምስ ሶማልያ፣ ኤርትራ፣ ግድብ ሕዳሰን ዝተኣሳሰሩ ጉዳያት መብርሂ ሂቡ ኣሎ። ኣብይ ቀጺሉ ኢትዮጵያ ምስ ሶማሊላንድ ዝበጽሐቶ ስምምዕ ስዒቡ፣ ኢትዮጵያ መሬት ሶማልያ ክትወስድ ተሰማሚዓ ዝብል ትረኻታት ክፍጠር ተፈቲኑ'ዩ። ንሓምሳ ዓመት ውዕል ክራይ ኢና ፈሪምና። ናይ ሓምሳ ዓመት ውዕል ክራይ መሬት ብኸመይ'ዩ መሬት ምምንጣል ዝኸውን ክብል ተዛሪቡ። እቲ ኣብ ዝሓለፈ ዓመት ኣብ መንጎ ኢትዮጵያን ሶማሊላንድን ዝተበጽሐ ናይ ወደብ ናይ ምርካብ ስምምዕ ንሶማልያ ዘቖጠዐ ኮይኑ፣ ኣብ መንጎኣን ዝጸንሐ ርክባት ድማ የሐርፊፍዎ'ዩ ዘሎ። እቲ ወጥሪ ካብ ክልቲኤን ሃገራት ሓሊፉ፣ ከም በዓል ግብጺ ዝኣመሰላ ምስ ኢትዮጵያ ምስሕሓብ ዘለወን ሃገራት ጎቲቱ ዘምጽእ ኣጀንዳ'ውን ኮይኑ ምህላዉ ይፍለጥ። ኣብ ዝሓለፈ ወርሒ መራሕቲ ግብጺ፣ ሶማልያ፣ ኤርትራ ኣብ ኣስመራ ንኢትዮጵያ ዘነጻጸረ ምዃኑ ዝተነግረሉ ስሉሳዊ ስምምዕ ምፍራመን ይዝከር። ኣብይ ኣብ መብርሂኡ ምስ ሶማልያ ዝኾነ ካልእ ኣጀንዳ የብልናን፣ ኣጀንዳና ቆጠባናን ህዝብናን እናዓበየ ምምጽኡ ጥራይ'ዩ። ዓበይቲ ስለ ዝኾና ንሕና እንተ ፈሪስና ኩሉኹም ክትጠፍኡ ኢኹም ዝብል እዩ እቲ ሕቶና ኢሉ። ቀዳማይ ሚኒስተር ኢትዮጵያ ኣብይ ኣሕመድ ድሕሪ ምእዋጅ ናጽነት ኤርትራ ንልዕሊ ሰለስተ ዓሰርታት ዓመታት ኢትዮጵያ ወደብ ኣልባ ኮይና ከም ዝጸንሐትን ብቀይሕ ባሕሪ መውጽኢ በሪ ክህልዋ ግድን እዩ ዝብል ቅዋሙ ሕጂ እውን ደጊሙ ኣረጋጊጹ ኣሎ። ኢትዮጵያ ብዛዕባ ኣፍደገ ባሕሪ ነቕ ዘይብል ሃገራዊ ረብሓ ሕቶ እዩ ዘለዋ። ናብ ቀይሕ ባሕሪ መውጽኢ ብሰለማዊ መንገዲ ከም ዘድልያ ጻውዒት ዓለም ትሰምዕ እያ ዘላ። ኣብዚ ጉዳይ ንጻወት ዘለና መሲሉ ዝስምዖ ወይ ድማ ዕሽሽ እንብሎ ዝመስሎ እንተሎ ጌጋ'ዩ ብምባል መሊሱ መርገጺ መንግስቱ ኣስሚሩሉ ኣሎ። ካልእ እቲ ቀዳማይ ሚኒስተር ኣልዒሉ መብርሂ ዝሃበሉ ጉዳይ ብቐጥታ ምስ ኤርትራ ዝተኣሳሰር እዩ። ብዛዕባ ኤርትራ ኣብ ዝተዛረበሉ እዋን ድማ ምስ ኤርትራ ብዝተኣሳሰር ገለ ወረታት ይስምዑ እዮም። ንሕና ንደልዮ ሰላም እዩ። ዝኸፍኤ ነገር ክሳብ ዘይተፈጸመ ብናህና ተበግሶ ኣብ ልዕሊ ኤርትራውያን ኣሕዋትና እንፍጽሞ ነገር የለን ኢሉ። ኣብይ ኣሕመድ ናብ ስልጣን ድሕሪ ምምጽኡ ኣብ ክረምቲ ክልተ ሽሕን ዓሰርተ ሸሞንተን ነቲ ኣብ መንጎ ክልቲኣን ሃገራት ዝነበረ ኩነተ ኲናት ዝቕይር ሃንደበታዊ ስምምዕ ሰላምን ምሕዝነትን ኣብ ኣስመራ ተፈሪሙ እዩ። ድሕሪ ክልተ ዓመት እውን ፕሬዝዳንት ኢሳያስ ኣፈወርቅን ኣብን ኣብቲ ንክልተ ዓመት ዝቐፀለ ደማዊ ኲናት ትግራይ ብሓባር ኣንፃር ህወሓት ተዋጊኦም እዮም። እንተኾነ ግን እቲ ኲናት ኣብ ፈለማ ወርሒ ሕዳር ክልተ ሽሕን ዒስራን ክልተን ብስምምዕ ፕሪቶርያ ደው ምባሉ ንፕሬዝደንት ኢሳያስ ባህ ከምዘይበሎ ኣብ ቃለ መጠየቑ ተኾሊፍና ብምባል ሂብዎ ብዝነበረ መግለፂ ብሩህ ከምዝኾነ ይግለፅ። ኣብ ክልተ ሽሕን ዕስራን ሰለስተን ቀዳማይ ሚኒስተር ኢትዮጵያ ኣብይ ኣሕመድ ብዛዕባ ኣፍደገ ቀይሕ ባሕሪ ዝሃቦ ንብዙሓት ኤርትራውያን ዘቖጥዐ ተመሳሳሊ መግለጺታት እውን ነቲ ዝነበረ ዝምድናን ክብጻሕ ትጽቢት ተገይርሉ ዝነበረ ምዕባለን ትጽቢታትን ሓላሊኹዎ ክኸውን ከምዝኽእል ይግመት። ሕጂ ድማ ቀዳማይ ሚኒስተር ኢትዮጵያ ኣብይ ኣሕመድ ናይ ሃገሩ መርገጺ ኣብ ጉዳይ ቀይሕ ባሕሪ ከምዘይተቐየረን ኢትዮጵያ ብሰላም ኣፍደገ ባሕሪ ክትረክብ ጻዕርታታ ክትቅጽል ምዃናን ብዛዕባ እዚ ጉዳይ ንጻወት ዘለና ዝመስሎ ወይ ዕሽሽ ክንብሎ ኢና ኢሉ ዝግምት ጌጋ ኣሎ ጥራየ ክብል ዝኽእል ብምባል ሃገሩ ኣብ መርገጺኣ ከም ዘላን ጉዳይ ምድላይ ኣፍደገ ባሕሪ ከኣ ከም ዘይልወጥን ኣረጋጊጹ ኣሎ። ቀዳማይ ሚኒስተር ኢትዮጵያ ኣብይ ኣሕመድ ግን ጉዳይ ባሕሪ ብጀካ ምስ ኣባላት ባይቶ እታ ሃገር ምስ መራሕቲ ሃገራት ወጻኢ'ውን ክዘራረበሉ ጀሚሩ ከም ዘሎ ብዘርኢ መልክዕ ኣብ ዝሓለፈ ሰሙን ኣብ ዋዕላ ሃገራት ብሪክስ ንምስታፍ ናብ ሩስያ ምብጻሕ ኣካይድሉ ኣብ ዝነበረ እዋን ብጉዳይ ባሕሪ ብዝምልከት ምስታ ልክዕ ከም ኢትዮጵያ ኣፍ ደገ ባሕሪ ዘይብላ ሃገረ ቤላሩስ ዝመርሕ ዘሎ ኣሌክሳንደር ሉካሼንኮ ተዘራሪቡ እዩ። ብዛዕባ እቲ ኣብ መንጎ ቀዳማይ ሚኒስተር ኢትዮጵያ ኣብይ ኣሕመድን ፕሬዝደንት ቤላሩስ ኣሌክሳንደር ሉካሼንኮን ንባሕሪ ዝምልከት ዝተገብረ ዝርርብ ብዝምልከት ማዕከናት ዜና ቤላሩስ ሕጂ ዘርጊሐንኦ ኣብ ዘለዋ ዜና ቀዳማይ ሚኒስተር ኢትዮጵያ ኣብይ ኣሕመድ ኢትዮጵያ ኣፍደገ ባሕሪ ዘይብላ ምዃና ዘለዋ ቃንዛ፣ ቤላሩስ ልክዕ ከም ኢትዮጵያ ኣፍደገ ባሕሪ ዘይብላ ብምዃና ትርድኦ'ያ ብምባል ከም ዝተዛረበ'የን ገሊጸን። ኣብይ ኣሕመድ ኣብቲ ምስ ኣሌክሳንደር ሉካሼንኮ ዝገበሮ ዝርርብ፣ ንስኹም ቃንዛና ትፈልጥዎ ኢኹም፣ ቃንዛና'ውን ይስምዓኩም'ዩ። ሓንቲ ናይ ኣፍደገ ባሕሪ ዘይብላ ሃገር ቃንዛ'ዩ ክብል'ዩ ተዛሪቡ። ኣብይ ኣሕመድ ኣብ ዘረብኡ ቀጺሉ፣ ኢትዮጵያ ከም ወናኒት ዓበይቲ ምንጭታት ዕቑር ዝስተ ጽሩይ ማይ፣ ንጎረባብታ ከይበቐቐት እያ ማይ ብናጻ እትቕርብ። ንሶም ማይና ይጥቀሙ እዮም፣ ግን ሕማቕ ኣጋጣሚ ኮይኑ ከምቲ ዕቑር ሃብቲ ማይና ክጥቀሙ ዝቀዳደምዎ ምሳና ባሕሪ ክካፈሉ ኣይቀዳደሙን እዮም። ብዝሒ ህዝቢ ሃገርና ኣብ ኣፍሪቃ ካልኣይ ደረጃ እዩ። ከምዚ ዝኣመሰለት ብሚልዮናት ዝቑጸር ህዝቢ ዘለዋ ሓያል ሃገር ባሕሪ ዘይብላ ክትከውን ክትግምቶ ከቢድ እዩ፣ ህላወና'ውን ክሳብ ክንደይ ከቢድ ምዃኑ ይርድኣካ'ዩ ብምባል ኣብይ ኣሕመድ ሃገሩ ኣፍደገ ባሕሪ ዘይብላ ምዃና ዝስምዖ ቃንዛ'ዩ ንኣሌክሳንደር ሉካሼንኮ ክገልጽ ዝተሰምዐ። ቀጺሉ ቀዳማይ ሚኒስተር ኢትዮጵያ ኣብይ ኣሕመድ ቀጺሉ ቁጠባ ምስ ባሕሪ ኣተሓሒዙ ንኣሌክሳንደር ሉካሼንኮ ክሳብ ክንደይ ኣፍደገ ባሕሪ ዘይብሎም ተሃስዮም ከምዘለዉ'ዩ ገሊጹሉ። ንሱ ኣብ ዘረብኡ፣ ኢትዮጵያ ቆጠባኣ እንዳዓበየ እዩ ዝመጽእ ዘሎ። ዝሓለፈ ዓመት ጃምላዊ እቶትና ብሸሞንተ ነጥቢ ሓደ ሚእታዊት እዩ ዓብዩ። እዛ ዓመት እዚኣ ከኣ ብሸሞንተ ነጥቢ ኣርባዕተ ሚእታዊት ክዓቢ ትጽቢት ተገይሩሉ ኣሎ። ተበጻሕነት ናብ ባሕርን ውቅያኖሳትን፣ ናብ ፋይናንሳዊ ሓገዛትን ማዕረ ክኸውን ኣለዎ። ብፈትሓዊ መንገዲ ከኣ ክመቓቐል ኣለዎ። ናብ ኲናት ክንኣቱ፣ ብጸጋታት ከኣ ክንበኣስ የብልናን። ስለዚ ድማ'ዩ ቃንዛና እትርዳእን እትካፈልን፣ መርገጺ ቤላሩስ ንዓና ኣዝዩ ኣገዳሲ ዝኾነ፣ ንሕና ጸጋታት ኣለና፣ እዚ ጸጋታት ከኣ ክንካፈሎ ንደሊ ኢና፣ ይኹን እምበር ብማዕረን ተቐባልነት ብዘለዎ ኣገባብን ኢና እንደልዮ ብምባል ቀዳማይ ሚኒስተር ኢትዮጵያ ኣብይ ኣሕመድ እቲ ዘለዎም ጸጋታት ምስተን ባሕሪ ዘለወን ሃገራት ብምክፋል ንሶም ኣፍደገ ባሕሪ ክረኽቡ ከምዝደልዩ ዘስምዕ መግለጺ እዩ ሂቡ። እቲ ንከባቢ ሰላሳ ዓመት ንቤላሩስ ዝመርሕ ዘሎ ፕሬዝዳንት ኣሌክሳንደር ሉኮሼንኮ ብወገኑ ምስ ዘረባ ቀዳማይ ሚኒስተር ኢትዮጵያ ኣብይ ኣሕመድ ከምዝሰማማዕ ድሕሪ ምግላጽ፣ ቤላሩስ እውን ተመሳሳሊ ጉዳይ ከምዘለዋን ብዛዕብኡ ምዝራብ ከኣ ከምዘገድሳን ክገልጽ እንከሎ፣ ኢትዮጵያ ከኣ ነዚ ጉዳይ ምፍትሓ ኣይተርፋን'ዩ፣ ናይ ግዜ ሕቶ ጥራይ'ዩ ክብል ተዛሪቡ። ኣሌክሳንደር ሉካሼንኮ ቀጺሉ፣ ጎረባብትኹም እዚ ዘይርድኡ እንድሕር ኮይኖም ዓያሹ እዮም። ሓጺሩ ነዊሑ እዚ ጉዳይ ክርድእዎ ኣለዎም። ኢትዮጵያ ናብ ባሕሪ እትበጽሓሉ መንገዲ ብዝርርብ ድዩ ብውግእ ድዩ ክትረኽቦ እያ። ብርግጽ ብሰላማዊ መንገዲ እንድሕር ኮይኑ ዝበለጸ እዩ ብምባል ኢትዮጵያ ውዒላ ሓዲራ ኣፍደገ ባሕሪ ክትረክብ ምዃናን እዚ ድማ ብሰላም ይኹን ብውግእ ክኸውን ምዃኑን ዘስምዕ መግለጺ እዩ ሂቡ። ነዚ ሕጂ ብጉዳይ ባሕሪ ብቀዳማይ ሚኒስተር ኢትዮጵያ ኣብይ ኣሕመድ ኣብ ውሽጢ ሃገር ምስ ባይቶ'ታ ሃገር ከምኡ ድማ ኣብ ወጻኢ ሃገር ምስ ፕሬዝደንት ቤላሩስ ኣሌክሳንደር ሉኮሼንኮ ተዘራሪብዎ ዘሎ ብዝምልከት ገለ ካብተን ወነንቲ ኣፍደገ ባሕሪ ዝኾና ጎረባብቲ ኢትዮጵያ ኤርትራ ጅቡቲ ሶማል ኬንያ ሱዳን ግብረ መልሲ ናይ ምሃብ ተኽእሎኣን ልዑል ምዃኑ ይግለጽ። ብፍላይ ድማ ሶማልያ ጅቡትን ኤርትራን ኣብዚ ጉዳይ ቅድሚ ሕጂ እውን ግብረ መልሲ ሂበን ዝፈልጣ ብምዃነን ነዚ ሕጂ ዘሎ ዘረባታት እውን መልሲ ክህባሉ ከም ዝኽእላ እዩ ዝግለጽ። ንሕጂ ዝተዳለወ ዜናታት እዚ እዩ ነይሩ። ብካልእ ክሳብ ንራኸብ ሰላም ንዓኹም።